ሰላም ሰላም ኩራትን ፍትዋትን ናይ ቻናሌ ቤተሰብ ደቂ ዓበይቲ ዋየ ሃመይ ኒኹምለይ ዳሕና ዲኹም ኣነ ሰላም እያ ንስኻትኩም ድማ ሰላም ክትኾኑ እናተመንኹ ሎማዓንቲ ኣብ ከተማ መረሚእቲ ኢና ንርከብ ብዝሓት ሕዋተይ ንምንታይ ኢኹም ኣብ መረሚእቲ ዘይተምፅልና መረሚእቲ ሲ ዘይትፈልጡ እየ ዶ ኮይንኺ እንደገና ናይ ልሊ ሓበሬታ ኣምፅልና ክንገዝእ ደሊና ኢልኽን ፅሒፍኽናለይ ነይርኽን ሎማዓንቲ ከምቲ ትሪእዎ ኣለኹም ሙሉእ ቪድዮ ሒዘልኹም ደበኽ ኢለልኹም ማለት እዩ መረሚቲ ጣብያ መረሚቲ ወረዳ ኩሓ እዩ ዝበሃል ኣብኡ ቦታ ረእይና ዝበልክና ንሕዋተይ ረእዮ እዚ ይመስል ማለት እዩ ቅድሚ ኩሉ ድማ ንቻናለይ ሓደስቲ ዝኾንኹም ሼር ላይክ ሳብስክራይብ ምግባር ቤተሰብ ሁኑ ቤተሰበይ ዝኾንኹም ድማ ላይክ ሸር ናጎርኹም ክትኣትዩ ብትሕትና ሓትት ኣብ ልደልኹምዎ ቦታ ሓበሬታ ልከም ፀልኹም ድማ ተስፋ ይገብር ስለዚ ከምቲ ትርእይዎ ኣለኹም ናይ መረሚት ጉዳይና ውዕሉ ሎማዓንቲ እዚ ይመስል ማለት እዩ ከምቲ ትርእይዎ ኣለኹም ኣብ መረብ ኢትዮ ብዙሕ ዓይነት ቦታታት እዩ ዘሎ ምክንያቱ ንናዓሉ ደረጃና ንናዓሉ ቦታ ኣለዎ ኣፋላላይ እስካብ ሓደ ነጥቢ ኣሎ እስካብ ሓደ ነጥቢ ሓሙሽተ ኣሎ እስካብ ሽዱሽተ ኣሎ እስካብ ሓሙሽተ እስካብ ኣርባዕተ ሚእቲ ሓምሳይ ኣሎ ኣብዚ ቦታ እዚ ናይ ሞናእሰይ ዕድሎትና ናይ ሕዚ ሓዱሽ መትከል ተውሃወ እዩ ከምቲ እትርእይዎ ኣለኹም ማለት እዩ ሕዚ ኣነ እኳሲ እንታይ እዩ እዚ በረኻ ኣብዚ ሲ እንታይ ገዛ ክስርሑ ዝበሃል ሓሳብ ሒዘ ነይሮም ማለት እዩ ሕዚ ብዙሕ ሰብ ይገዝእ ኣሎ ከምቲ እትርእይዎ ኣለኹም እንደገና ድማ ሰረት ይጅምር ለ ሰረት ጀሚሩ ገዛ ለስርሕሉ እውን ገዛ የስርሕሎ ማለት እዩ ምክንያቱ መሬት ኣይሓሚ ኣይሞቲ እንደገና መሬት ውልድ ካብ ውልድ እዩ ልማ- ልመሓላለፍ ማለት እዩ ኣንሕና ከዚ ኣነ ንባዕለይ ብዙሕ ነገር እየ ዝሽወድ እንታይ እዩ እዚ ገጠር እንታይ እዩ እዚ ክኾን ምናምን እየ ዝብል ግን ሃምና ሎማዓንቲ ልተናገርናዮ ለዓመታ ግን ገዛታት ለበለ ፅቕፅቕ ኢሉ ኢኻ ትረኽቦ ማለት እዩ ከምቲ ትርእይዎ ኣለኹም ረኣየኩም ሎ ተኾኑ ከዚ ገዛታት እዚ ይስርሐሎ እዩ ማለት እዩ ኣብዚ ቦታ እዚ ክልተ ሚእቲ ካሬ ክንደይ ሂብካ ይርከብ ይመስለኩም ኣሕዋተይ ብጣዕሚ ይርካሽ በተለይ በተለይ ኣብ ባንክ ዘለክን እስካብ ሽዱሽተ ሚእቲ እስካብ ሓሙሽተ ሚእቲ ዘለክን ክትገዝኣ ትኽእላ ኢኽን ኣብዚ ቦታ እዚ ረዮ ረዮ ሰብ ልበለ ይስርሕሉ ረዮ ትሪእዎ ኣለኹም ዶ እዚ ማለት እዩ መድሐዚ ቦታ ይኹን ንነብረሉ ይኹን በዓል ሓዳር ይኹን ስራሕ ልካፍተሉ ይኹን ብጣዕሚ ሰብ የስርሐሉ እዚ ማለት እዩ ከምቲ ትሪእዎ ኣለኹም ማለት እዩ እዚ ናይ ስራሕ ቦታ እኳ ንእሽተን ክብድ ትብል እያ ምክንያቱ ላውዚ መን ክመፀካ ናይ ስራሕ ቦታ ኣይኾን እዩ ላብዚ ቢያንስ ናይ ስራሕ ቦታ ኣብ ፅርግ ኣይምበ ኣብዚ መኖርያኻ እንድሕር ሒዝካ ኮይንካ ስሩሕ ውዒልካ ላብ ገዛኻ ክትምለስ ትኽእል ኢኻ ስለዚ ኣብዚ ቦታ እዚ ከምቲ ትርእይዎ ኣለኹም እስካብ ኣርባዕተ ሚእቲ ሓምሳይ እስካብ ሽዱሽተ ሚእቲ እዩ ዘሎ እዚ መትከል እዩ ናይ መናእሰይ ዕድለት እውን ሓደ ዓይነት እዩ ይሽወጥሎ ማለት እዩ ናይ መናእሰይ ዕድለት ከዚ ኣብ ፅርጋ ዘሎ ሓደ ሓደ ማለት እዩ ኣብ ፅርጋ ዝተውሃቡ ኣለዉ ካብኡ እስካብ ሓደ ነጥቢ እስካብ ሓደ ነጥቢ ክልተ ይውልዎ ኣለዉ ማለት እዩ ሃምኡ ይሽወጥ ኣሎ እሱ ምክንያቱ እሱ ኣብ ፅርጋ እዩ ኣብዚ ኣብዚ እኒኦ ግን ካብ ባንኪ ቅርሺ ክቕመጠናሲ ኣብዚ ቦታ ደኾን ይሐሸናል ትብል ኣሕዋተይ ስለ ለይተሳእና ኣውዚ ቦታዚ ገዚኢኽን በቃ መድሐዚ ቦታኽን ንሽተን ግቢ ሕጽር ኣቢልኽን ሓንቲ ክላስ ክነስርሕኽን በቃ ኣው ይቀምጠኽን ማለት እዩ። ድሕር ግዜ ግን ብጣዕሚ ብጣዕሚ ብጣዕሚ ከተማ ሃምልኾን እዚ ቦታዚ ርግጸኛ እየ። ስለዚ ኣርባዕተ ሚእቲ ሓምሳይ እስካብ ሽዱሽተ ሚእቲ ሃምልርከብ ኣብ ከተማ መረ ሚእቲ ሒዘልኹም ኣውዚ ቦታዚ እየ ኣለኩም ኣለኹ ኣነ መረሚትሲ እስካብ ሽዱሽተ እስካብ ሓሙሽተ ሚእቲ ሓምሳይ ክግንእ እዩ ኢልክን ወይ ሕዋትክን ወይ ወለድክን ከይትሰዶ ሃንብቦቱ እየ ኣለክን ኣለኹ ኣነ ኣነ ኣብና ሓዱሽ ክፍሊት ከዚ ኣርባዕተ ሚእቲ ሓምሳይ እስካብ ሽዱሽተ ከም ዘሎ እዩ ደለልቲ ከዚ ከዚ እዮም እንዲያም ሓበሬታ መፅኢኒ ማለት እዩ ሕዋት ማዕረይ መረምኢቲ ኣብ ፅርጋኸ ኣብ ዕዳጋኸ ምባል እውን ናይ ስራሕ ቦታ ስለ ዝኾነ ኣብ ፅርጋ ተኾይኑ በቃ ኣብ ፅርጋ ናይ ምውፅኢ ላብ ኩሓ መውፅኢ ናይ ልልየሊ ኣዲስ ኣበባ መውፅኢ እኒኦ ናይ ቀደም ናይ ከዚ ኣስፋልት እኳ ዘይኮነሲ እዚ ፅርጋ ስለሓዘ ናይ ቀደም ኣስፋልት እዩ ሃሚል ቤል ኣስፋልት እዩ ኣብኡ እንድሕር ክትገዝኣ ድሊ ክንኻ እስካብ ሓደ ነጥቢ ሓሙሽተ እስካብ ሓደ ነጥቢ ሽዱሽተ ትሪእዎ ኣለኹም ዶ መኪና መኪና ሓልፍ ኣለዋ ርእይዎ ርእይዎ እንድሕር ረእኩምለ ኮይኑ ማለት እዩ ኣነ ንሓበሬታ ንፅር ኣቢለ ክነግረኩም እየ ዘረባዮ መንጉ የረእዩ ምንኪ ንሓልፍ ኣለዋ ኣለኹ ኣብዚ እዚ እኒኦ ቦታ ሓዱሽ ክፍል እዩ ተኸዝል ተዋሃቡ ማለት እዩ ስለዚ ልፅርጋ እውን ቃረባ እዩ ኣርባዕተ ሚእቲ ሓምሳይ እስካብ ሽዱሽተ እዩ ቦታ ልሽወጥ ኣሎ ኣብ ፅርጋ ግን ከም ዝልወልኩኩም እስካብ ሓደ ነጥቢ ሓሙሽተ እስካብ ሓደ ነጥቢ ሰለስተ እስካብ ሓደ ነጥቢ ኣርባዕተ ብጣዕሚ እዩ ኣብዚ ፅርጋ ዘሎ ሲ ምክንያቱ ንክልተ ሚእቲ ካሬ የለኩም ኣለኹ ሚእቲ ካሬ ግን ንሚእቲ ካሬ ማለት እዩ እንድሕር ዝሽወጥ ኮይኑ ሚእቲ ካሬ ግን እስካብ ሽዱሽተ ሚእቲ እስካብ ሓሙሽተ ሓምሳ ኢለ ክትረኽቡ ኢኹም ንሚእቲ ካሬ ማለት እዩ ኣብ ፅርጋ ደ ምክንያቱ ፅርጋ ከዚ ኩሉ መሃንዲስ ወቕዕዎ እዩ መሃንዲስኹም ስለ ዝወቕዐ ካርታ ብላን ንዓሎም ስለ ዝትቐበሉ ኣብዚኣ ኮይንኩም ለ ስምኩም ክተዝሩ ትኽእሉ ኢኹም ስለዚ ኣብ መረ ሚእቲ ማይ መብራህቲ ለጠቓለለ ዕዳጉ ለጠቓለለ ተደሊኹም ኣብኡ ስርሑ ናቱ ኣብኡ ሰርሕ ካልእ ኣብ ዕዳጋኻ ሸቂጥኻ ድዩ ሸይጥኻሲ ክተመሓዳድር ትኽእል ኢኻ ስለዚ ብጣዕሚ እዩ ደስ ልብል እዚ ይመስል ናይ መረም ኢቲ ውዕለን ኣሕዋተይ መዓረይ ኣብ ባንኪ ዘለክን ቅርሺ ድማ እስካብ ኣርባዕተ ሚእቲ እስካብ ሓሙሽተ ሚእቲ እስካብ ሽዱሽተ ሚእቲ ለለክን ድማ ኣብ ቦታኽን እዩ ዝሕሸክን ኣብ ባንኪ ቅርሺ እኒኤና እናበልኽን ብድሕር ግዜ ካብ ስደት ኣቲኻ ዘይግነለክ ክኽእል ምክንያቱ ቅርሺ መሽመጢ እዩ ኣሕዋተይ ኣንሕና ንብልና እምበይ ቅርሺ ብጣዕሚ እዩ ለሽምጥ ወላዲኻ ድዩ ሓውካ ድዩ ስብኣይካ ድዩስ ከልዕሉኻስ ክኽእሉ እዮም ንሳቶም ዘይኮኑ ዋላ ተሌፎተይ ተሌፎተይ ኢለ ከልዕሉ ክኽእሉ እዮም ምክንያቱ ቅርሺ እንታይ እየ ክብል ቅርሺ መፋታትን እዩ ቅርሺ ሕማቕ እዩ በቃ ቅርሺ ሲ ላብሪ ይኾን ነገር እዩ ዘእትየካ ስለዚ ካብ ኣሎ ዶ የለይ ዶ እንደገና ሲ ከምዚ ዓይነት ፕሮግራም ከውፅእ ኢልካ ኣብዚ ኮይንካ ኣብ ባንኪ ኣብ ኣካውንትኩም ልወስደ ነገር የለ ኣብ ኣካውንትካ እንድሕር ክትገብጡ ክትገብሩ ደሊኹም ማንም ሰብ ኣይወስደኩም እዩ ግን ኣብቱ ሰብ ተቃበለለይ ረእየለይ ቸግበረለይ ማለት ግን ኣሕዋተይ ማዕረይ ናተጓዳደሎ እዩ ዝሓድር ዋላ ንሳቶም ኳ ድሓን ችግር የብሉ የግድም ንሕደሩ ዋላ ተለየውፅ ግን ከዓ ዓንና ከዓ ዓቕሊ ሂበናይ ሓደ ሰብ ሓውካ ድዩ ወላዲካ ድዩ እዚ ስኢነ ክብለካ ከሎሲ ግድን ኢካ ካብ ባንክ ውፅኢካ ተወ ግድን ማለት እዩ ቅርሺ እናሃለየሲ ከመይ ገይረ ሓውካ ፅግም ኢልዎ ካርና ወይ ደሞ ኣብ ለይኮን ነገር ተዳሒዙ ወይ ደሞ ለይኮን ነገር እንትን ተሰሪሑሲ ሃመ ጌርካ ኣብ ባንክ እናሃለየሲ ሃመ ጌርካ ለሓውካ ተብለሉ ስለዚ እንታይ እየ ክብል ደልየ ሃማየ ትኹኑ ኩሉ ሰብ ማለት እዩ ስለዚ ኣብ ባንኪ ቅርሺ ምንም ተኣምር ኣይእከበልናይ እንታይ ማይእከበልና ኣብ መሬት ኣብ መሬት ሰለስተ ሚእቲ ኣርባዕተ ሚእቲ ዋላ ገጠር ይኹን ልምንታይ ኸ ስኡሉ ገጠር ልኾን ብቻ ግን ዕድሎት ይኹን ዕድሎት ይኹን ብመንግስቲ እምበይስ ስኡሉ ገጠር ይኹን ማይ መብራህቲ ዋላ ለይብሉ ይኹን ማለት እዩ ስለዚ ወይ ካብ ስደት ተመሊስካ እኳ ዋእ እዛ ቦታ ሸይጠ ክበልዕ እየ፣ እዛ ቦታ ሸይጠ ዝኾነ ነገር ክኸፍት ክኽእል እየ ኢልካ ቦታኻ ሸይጥኻ ዝኾነ ነገር ክትኸፍት ትኽእል ኢኻ። እዎ ዶ እዙይ ንዓሉ ፕሮግራም ዝሓዘ እዩ ማለት እዩ። መምለሲ ለብ ክኾነካ እዩ። ኣብ ባንኪ እኒየኒ ቅርሺ እዚ ክኸፍት እየ እዚ ሃም ዝገብር እየ እናበልካ ግን ምክንያቱ ንስኻለ ዓቕሊ ሂበካይ ኣብ ባንኪ ቅርሺ ሽዱሽተ ሸውዓተ ሚእቲ ሒዝኻሲ ሃመ ጌሩ ወላዲኻ ናጠመየ ክትርኢ ሃመ ጌሩ ሓውኻ ናጠመየ ክትርኢ ክትብይኻ ግድን ማለትዩ ኣሕዋተይ ኣንሕና በተለይ ኣብ ስደት ዘለና ብጣዕሚ ኢና ሩሩሃት እንድዒ በቃ ጨክንስ ኣይንብሊ ኸዚ እዚኤን ክጣራቐማሉ እየን ድሕር ክልተ ወርሒ ድሕር ሰለስተ ወርሒ ወሲኸ ክገዝእ እየ ልበለ ሰብ ኣሰር ማለት እዩ ኣሰር

ምኽንያቱ ሓበሬታ እንድሕር ሒዝካ ሎን ንእሽቱን ተስፋ ኢኻ ትገብር ኣብዚ ቦታ እዚ ክገዝእ ደልየ ኾይድኹም ረእዩልይ እይ ኸይድኻ ረእየልይ ክትብላለ ከምዚ ዓይነት ሓበሬታ ተሰሚዕኹም ስለዚ ታይ መዋል ደልየ እየ ብጣዕሚ እዩ ፅቡቅ ልመዋል ደልየ እየ ኣሕዋተይ ማዓረይ ካብ ናይ የስኳል ሓበሬታ ልበለፀ ቁፅሪ ስልኪ ኣብ ታሕቲ ከቀምጠልኩም እየ ናይ ደላሊ ብቻ ከየምጠልኹም ኣብዚ ቦታ እዚ ማለት እዩ ብጣዕሚ እዩ ርካሽ ኣርባዕተ ሚእቲ ሓምሳይ ማለት ሓሙሽተ ሚእቲ ሓምሳይ ማለት ብጣዕሚ ብጣዕሚ እዩ ርካሽ ስለዚ በተለይ ኣብዚ ናይ ሕዚ ሰዓት ዘሎ መሻርፍቲ ቦታ ምገዛእና ይበልፅ በሃሊት እየ ናይ ሎማዓንቲ ቪድዮ እዛ ትመስል ነይራ ብካሊእ ቪድዮ እስካዕ ካልመፅእ ሰናይ ደቂ ዓበይቲ ዋየይ ባይ ባይ